ኣነስ ክሕነቕ እየ ተጨኒቐ ኣለኹ ኢልዎም ሰልኻ ይብሉ ኣታ ሞይት ረብሸ ንኺድ ኣብቲ ናትካ ገረብ ኣብኣ ኺድካ ተሓነቕ ገለ ኢሎም ሃራይ በሉ ቻው በሉ ንጣፋእ ክሕነቕ እየ ቻው ገለ ኢሉ ከይዱ እንጂ ምስ ከደ ግዜ ወሲዱ እንታይ ዝገብረሉ ብሓንቲ ዓባይ እምኒ ተሓቢኡ ናይ ብሓቂ ከድሕኑ ንኽእሉ ድም ከመይ እዩ ተስፍኦም ገለ ኢሉ ፅበይ ደሎ ሰም ከዓ ራሚ ንምፅዋቱ ሓደ ሕጂ ዘኪርዎ ኣታ እዛ ወዲ ናይ ብሓቂ ድኣ ከይትሕነቕ ዋ ናይ ብሓቂ ድዩ ከይዱ እዎ እሞ ንኺድ ገለ ኢሎም ተኣኪቦም ክመፁ ርእዎም ብእምኒ ተሓቢኡ ኣሃ ከድሕኑንስ ይኽእል እዮም ኢሉ ኣብታ ገረብ ደይቡ እታ ተባሂላቶ ዝነበረት ገረብ ደይቡ ጽብ ገይራ ክሳዱ ከይትበትኮ ነታ ገመድ ኢዱ እትዩ ጠልጠል ኢሉ ሰለል ኢሉ ሕጂ ተራይ ሰለል ኢሉ ኢዱ ካብ ዝኣትዩ ኣሎ ሰለል ኢሉ ከሎ እወይ እብ ናይ ብሓቂ ተሓሊቑ ኣትጉዮ ገለ ገለ ብሎ ወዲ ከዓ በርቲዓቶ እወይ እወይ እወይ ይብል ኣታታታ ካራብ ኢሎ ካራብ ኢሎ ብሉ ኣብ ላዕሊ ኮይኑ ትሕቲ ወንበር ርእይዋ ኣብ ትሕቲ ኩርስስ ርእይዋ ኣታ ካራሲ ኢኖም ዓቕልቶ እያ ተበለታ ገለ በትታሕቲ ኩርሲ ኣለካ ኣታ ኣታ ተወታ ኣለኹ
ባዕልኻ ተምፅኦ መዘዝ ካራ ተረኺባ ናውርቂ ከም ዝለካ ደሎ ክበረኻ ካራ ተረኺባ ሓደ ብልዓል ደይቡ ከይሞተ ክንረድእ ገለሉ በቲ ክሓድጋ ኣሎ ክወዲ ከሎ ኣብ እምኒ ብግንባሩ ሕጂ እዚታ ትቕድድ ኢሉ ደም ደም ኮይኑ ከም ብሓድሽ ሽግሪ ውዳእኒ ኣብ ባሬላ ፅዒኖም ንዓዲ ሒዞም ይኸዱ ኣቦኡ ድማ ኣውደ ዓመት መዓልቲ ገንዘብ ስኢነ ኢሉ እንዳወርቂ ክውዕል ገለ ኢሉ ክፅዋዕ መገዲ መፅእ ሕጂ ወዲ ደቂ ትፍትሓ ባሬላ ኣይ ኣይ ኣይ ይብል ዓቐብ ኸዱ ኣለዉ ርእሱ ንታሕቲ እግሩ ንላዕሊ ይደ ኣሎ ዓቐብ ኸዱ ከለዉ ቁልቁል ኣፍ ኸውን ኣይ ደውስ ከብልዋ እታ እብሎም ደው እብልዋ ቀይርኒ ቁልቁል ፀኒሐ ፍርሰይ ከይወፅእ እብሎም ይቕይርዎ ተቐይሩ ኸይድ ናኸደ ከሎ ሕጂ ኣቡኡ መገዲ ረኺቦ እናበዳልኩም ኣታ ኢሎም ኣይ ወድኻ እንዲ ጉድ ገይሩ ክሕነቕ ሓሲቡ ንህልካ ገመድ ኣድሒናዮም ወዲቑ ርእሱ ታሪክ ዋይ ወደይ ዋይ ወደይ ኢሉ ተፀኒቑ ኣጆኻ በሎ ወስከታ ኣብ ክንዲ በጊዕያ ነተሓሪደ ድመፆ ዘሎ ኣብ ክንዲ በጊዕ ኣነ ተሓሪደ ድመፀ ደለኹ ሕጂ ካብ ወልወ እንዳለ ዓዲ እትየ እሞ ብሩኽ መዓልቲ ውዒሎ መቸም እቲ ህዝብና ከዓ ከምዚ ትፈልጦ ሕውስ መንፈስ ኣለዎ ገለ ጉዚ